ጋቢ ላሚ ኣብ ማሕበራዊ መራኸቢ ብፍላይ ብቲክቶክ ብዝረኸቡ ኣታዊ ኣብ ቅድሚት ይስራዕ ኣብ 225 ዓ ም ፈረንጂ ካብ ቲክቶክን ብዝሰርሖ ተወሳኺ ምልክታታትን 20 ሚልዮን ዶላር ብምውህላል ካብ ቲክቶከራት ኣብ ቅድሚት ተሰሪዑ ይርከብ ካቢላሚ ሎሚ ሚልዮነር ዋላ እንተኾነ ቅድሚ ሓሙሽተ ዓመት ዝነበሮ ህይወት ግና ካልእ ነይሩ። ታሪኽ እዚ ኣብ ሓደ ዓመት ሚልዮነር ዝኾነ መንእሰይ ቀጺልና ከነቕርብ። ካቢላሚ ሎሚ ኣብ ሓደ ዓመት ሚልዮነር ዝኾነ መንእሰይ ብዝብል እዩ ዝፍለጥ። ብፍላይ ኣብ ማሕበራዊ መራኸቢ ቲክቶክን ዩቱብን ዘቕርቦም ከይተዛረበ ብተግባር ዝፈጥሮም መስሓቕቲ ኩነታታት ብማሕበራዊ መራኸቢ ቲክቶክ ኣብ ቅድሚት እተሰርዐ መንእሰይ እዩ። ቅድሚ ብቲክቶክ ተፈላጢ ምዃኑ፣ ዝነበሮ መነባብሮ ንምስዓር ዝረኸቦ ስራሕ ዝሰርሕ ወዲ ዕስራ ዓመት መንእሰይ ነይሩ። ካብይ ኣብ ክልተ ሽሕን ዕስራን ዓመተምህረት ፈረንጂ ወዲ ዕስራ ዓመት መንእሰይ ኮይኑ፣ ውሱን ሰዓታት ኣብ ቤት ብልዒ መተኣናገዲ ኮይኑ ይሰርሕ፣ ዝተረፈ ሰዓቱ ድማ ኣብ ፋብሪካ ብምኻድ ናይ ጉልበት ስራሕ ብምውጋን ብወርሒ ሓደ ሽሕ ዶላር ጥራሕ ዝረክብ፣ ንስድርኡ ዝሕግዝ ናብራ ንምስዓር ላዕልን ታሕትን ዝብል መንእሰይ ነይሩ። ካቢ ላሚ ወዲ ሓደ ዓመት እናሃለወ ስድራ ካቢ ንዝሓሸ ናብራ ካብ ሴኔጋል ናብ ጣልያን ዋላ እንተኸዱ ከምቲ ዝተመነይዎ ናብራ ቐሊል ኣይነበረን። ገንዘብ ንምርካብ ልዑል ጻዕሪ እዮም ዘካይዱ ነይሮም። ወለዲ ካቢ ካብ ሴኔጋል ናብ ጣልያን እንትስደዱ ዝሓለምዎ ካብ ድኽነት ዝተናገፈ ሓድሽ ናብራ ዋላ እንተነበረ ጣልያን ከተማ ሚላን ግን ከምቲ ትምኒቶም ኣይተቐበለቶምን። ገንዘብ ንምርካብ ተጸገሙ። መዓልታዊ ዝረኸብዎ ስራሕ እናወገኑ ወዶም ከዕብዩ ተገደዱ። ወዲ ሓደ ዓመት ኮይኑ ናብ ጣልያን ዝኸደ ካቢ ንትምህርቲ ዕድሚኡ ኣኺሉ ዕድል ትምህርቲ ዋላ ተረኸበ ኣብ ትምህርቲ ንቑሕ ኣይነበረን። ንምጽሓፍን ንምንባብን ዝጽገም ሰገን ኮነ። ዕድመ እናወሰኸ ምስ ከደ እውን ኣብ ትምህርቲ ለውጢ ከምጽእ ኣይከኣለን። ካብ ዝኣተወ ቤት ትምህርቲ ድማ ትሑት ውጽኢት እናምጽአ ብዝብል ተባሪሩ እዩ። ካቢ ብትምህርቲ ብዙሕ ክጓዓዝ ኣይከኣለን። ኣብዚ ዝነበሮ መማረጺ ብስራሕ ናብራ ምስዓር ነይሩ። ኣብ መዓልታዊ ስራሕ ተዋፊሩ ዝተወሰነ ሰዓት ኣብ እንዳ ሻሂ ዝተረፈ ሰዓቱ እውን ኣብ ፋብሪካ ሸቃሊ ኮይኑ ድኽነት ንምስዓር ጻዕርዓር በለ። ካቢ ቅድሚ ሓሙሽተ ዓመት ኣብ ክልተ ሽሕን ዕስራን ዓመት ምረት ፈረንጂ ቫይረስ ኮረና ዓለም እንተፈራርሕ ምንቅስቓስ ንግዲ እንትዳኸም ንሱ እውን ካብቲ ዝነበሮ ስራሕ ተባሪሩ ስራሕ ኣልቦ ኮይኑ ኣብ ገዛ ኮፍ በለ። ኣብዚ ግዜ ካቢ ተስፋ ቆሪጹ ናብ ዘይተደለየ መንገዲ ማለት መስመር ህይወቱ ናብ ዘስሕት ተግባር ክኣቱ ኣይተራእዮን። እንታይ ተሰራሕኹ ይምረጽ ኢሉ ምስ ነብሱ ዋግዕም። እቲ ግዜ ብሰንኪ እቲ ቫይረስ ናብ ዝደለኻዮ ተንቀሳቒስካ ትሰርሐሉ ብዘይምንባሩ፣ ጋቢ ኣብ ገዝኡ ዀይኑ ክሰርሖ ዝኽእል ነገር ክሓስብ ጀመረ። ኣብ ገዝኡ ኮይኑ ብሞባይሉ ሓጸርቲ ቪድዮታት እናቐረጸ ናብ ቲክታክ ክሰድድ ድማ ወሰነ። ክሰርሖም ዝሓሰቦም ቪድዮታት ድማ ኣብ ቲክታክ ብካልኦት ሰባት ዝተሰርሑ ሕልኽልኽ ዝበሉ ተግባራት ብቐሊል ነገር እናቐየረ ብዘስሕቕ መልክዑ ምቕራብ ነይሩ። ካቢ ቪድዮታቱ ብቐሊል ዝስርሑ ብዙሕ መማረጺ ዘይሓቱ ናይ ካልኦት ሰባት ከቢድ ወይ ድማ ዝተሓላለኸ ተግባር ኣቕሊልካ ብዘስሕቕ መልክዑ ብምቕራብ እንትኸውን ቃል ከይተዛረበ ከስሕቕ ዝፍትን ቲክቶከር ክኸውን ወሰነ። ኣብ ክልተ ሽሕን ዕስራን ዓመት ምረት ፈረንጂ ፈላማይ ቪድዩኡ ምስ ጸዓነ ክልተ ሰባት ጥራሕ ርእየምሉ፣ ኣቡኡን ጎረቤቱን። ኣብ ሓደ ወርሒ ድማ ትሽዓተ ሰባት ጥራሕ ቪድዩኡ ዝረኣዩሉ እንትኾኑ ክልተ ሰባት ድማ ተኸቲሎሞ። ካቢ በዚ ውጽኢት ተስፋ ኣይቆረጸን። ኣብ ቪድዮታቱ ሓንቲ ቃል ከየውጸኣ ዘስሕቑ ፍጻመታት ምቕራብ ቀጸለሉ። ስርሑ ዝተረድኦም ዘዘናግዖም ሰባት ድማ እናበዝሑ መጹ። ካቢ ሓደ ሽሕ ሰባት ስርሑ ክከታተልዎ ምስ ጀመሩ ብቲክቶክ ውጽኢታዊ ንምዃን ደጋፊ የድልየኒ'ዩ ብምባል ማናጀር ወይ ድማ ስራሕ መካየዲ ንኽረክብ ጻዕርታት ጀመረ። በዚ መሰረት ሪጉዮ ኣለሳንድሮ ምስ ዝተብሃለ ሰብ ብማነጅመንት ተሓጊዝዎ ውጽኢታዊ ከም ዝኸውን ብምእማን ብኢንስታግራም መልእኽቲ ለኣኸሉ። መልእኽቲ ዝተቐበለ ሬግዮ ቅድሚ ንካቢ መልሲ ምሃቡ ኣብ ቲክቶክ ኣትዩ ስራሕ ካቢ ረኣየ ፈተዎ ድማ በዚ መሰረት ንካቢ ብብርኪ ዓለም ተፈላጢ ክኸውን ክሕግዞ ጀመረ ካቢ ካብ ባዶ ናብ ሚልዮናት ዶላራት ዝዓበየ ኣብ ሓደ ዓመት ጥራሕ ነይሩ ብስእነት ስራሕ ዝጭነቕ ዝነበረ ካቢ ኣብ ሓደ ዓመት ሚልዮነር ኮነ ብክልተ ፈለወራት ዝጀመረ ቲክቶኩ ሎሚ ሚእትን ስሳን ክልተን ነጥቢ ሓሙሽተ ሚልዮን ተኸተልቲ ኣለዎ። ስራሕቱ ድማ ክልተ ነጥቢ ሓሙሽተ ቢልዮን ላይክ ረኺቦም እዮም። ኣብ ኢንስታግራም ሰማንያን ሓደን ሚልዮን ተኸተልቲ ዓሰርተ ክልተ ነጥቢ ሓሙሽተ ሚልዮን ሳብስክራይበራት ዘለዎ እንትኸውን ብፍላይ ብቲክቶክ ቀዳማይ ኮይኑ ክሳብ ሕዚ ዝወዳደሮ ኣይረኸበን። ካቢ ካብዞም ማሕበራዊ ሚድያታት ጥራሕ ዘይኮነስ ምስ ዓበይቲ ትካላት ብምስራሕ ክዳንን ካልኦት ምህርትታትን ብምፍላጥ እውን ሚልዮናት ዶላር ወኒኑ እዩ። እዚ መንእሰይ ኣብ ውድብ ሕራት ሃገራት ትካል ህፃናትን ትምህርትን ዩኒሴፍ ኣምባሳደር ተባሂሉ ሓሪ ወይ ናብታ ዝተወለደላ ሴኔጋል ወሲዱ ንህፃናትን መናእሰይን ኣብነት ክኸውን መልእኽቲ ከሕልፍ ዕድል ተዋሂብዎ እዩ። እዚ ክብሪ ምርካበይ ሕጉስ'የ። ብህጻነይ ድኽነት እናፈራሕኹ ንኽልወጥ እናተመነኹ ብዙሕ ጽዒረ'የ። ብትምህርቲ ክልወጥ ፈቲነ ኣይኮነለይን። ብሰንኪ ለበዳ ቫይረስ ኮረና ካብ ስራሕይ ተባሪረ። ዝነበረን መማረጺ ካልእ ስራሕ ምድላይ ነይሩ። ኮይንለይ ድማ። ሰገናት ዕድል ተተዋሂብዎም ህይወቶም ዘይቐይርሉ ምኽንያት የለን ይብል። ጋቢ ላሚ ቲክቶክ ኣብ ዝጀመረሉ ግዜ ኣብ ወርሒ ትሽዓተ ሰባት ጥራሕ እዮም ስርሑ ርእዮምሉ በዚ ተስፋ ተዝቆርጽ ነይሩ ሎሚ ንባዕሉ ተለዊጡ ንኻልኦት ኣብነት ኣይምኾነን ስታዲ ኢንተርናሽናል ዝተባሃለ ትካል ኣብ ድረገጹ ብፍላይ ተምሃሮ ካብ ካቢ እዞም ኣርባዕተ ነገራት ክወስዱ ኣለዎም ዝብል ኣስፊሩ እዩ እቲ ሓደ ነገራት ምቕላል እዩ። ቪድዮታት ካቢ ዝተሓላለኹ ተግባራት ብቕልል ዝበለ ኣማራጺ ምቕራብ እዩ። በዚ ድማ ንብዙሓት የስሕቕን የገርምን። ስለዚ ህይወትና ንባዕልና ዝመስል ዘይተሓላለኸን ቅልል ዝበለን ንግበሮ። እቲ ካልኣይ ትምህርቲ ዓርሰ እምነት እዩ። ካቢ ኣብ ቲክቶክ ቪድዮ ጽዒኑ ክልተ ሰባት ጥራሕ እንትርእዩሉ ኣብ ስርሑን በዓሉን እምነት እንተዘይነብሮ ተስፋ ቆሪጹ ክሓድጎ ነይሩ እዩ። እቲ ሳልሳይ ድማ ውፅኢታዊ ክትከውን ግድን ክባራት መሳርሕታት ክህልውኻ የብሎምን ዝብል እዩ። ካብይ ኣብ ኢዱ ብዝነበረት ሞባይል ጀሚሩ ተለዊጡ ድማ ንሕና ድማ ዘለና ሃፍቲ ብኸመይ ንጠቐመሉ ምፅናዕን ሃፍትና ምርዳእን ከድልየና እዩ። እቲ ራብዓይ ተሞክሮ ክደግፉና ዝኽእሉ ሰባት ምፍላጥ እዩ። ካብይ ሓደ ሽሕ ሰባት ክኸተልዎ ምስ ጀመሩ ብዓለም ለኸ ደረጃ ክፍለጥ ሰባት ክሕግዝዎ ደልዩ ምስ ማናጀሩ ተራኺቡ ተዓዊቱ ድማ ይብል ድረ ገፅ ስታዲ ኢንተርናሽናል። ካቢላሚ ካብ ጣልያን ከተማ ሚላን ወፂኡ ዘይፈልጥ መንእሰይ ሎሚ ዓለም ዝዘውር ኣብ ዓለምና ፍሎጣት ዝበሃሉ ሰባት ክሰርሕ ዕድል ዝረኸበ ንዊል ስሚዝ ክረክብ ዝምነ ዝነበረ መንእሰይ ብተግባር ድማ ዝሰመረሉ ኮይኑ እዩ ምስ ዊል ስሚዝ ፊልሚ ንምስራሕ እውን ተሊሙ ከም ዘሎ ይገልፅ ካብ ኢላሚ ኣብ እንዳ ሻሂ ካብ ምትእንጋድን ካብ ፋብሪካን ወጺኡ ብቲክቶክ ብብርኪ ዓለም ተፈላጢ ኮይኑ ጥራሕ ዘይኮነስ ክሳብ ሕዚ ዝወዳደሮ ዘይረኸበ ቀዳማይ እዩ። ካብይ ንኻልኦት ዘይኮነስ ንባዕልኻ ምምሳል፣ ዓቕምኻ ምፍላጥ፣ ሎሚ ዘለካ ህይወት መጻኢኻ ከምዘይውስኖ ክትልወጥ ከምትኽእል ምእማን ዘምህር መንእሰይ ብዝብል ይግለጽ።